ሰላምን ጥዕናን ምስ ኩሉና ፍጡራት እዛ ዓለም ይኹን ዝኸበርኩም ተኸታተልቲ ናራ ብሮስ ኢንተርተይመንት። ዝኸበርኩም ሰማዕቲ ከም መቐጸልታ ናይቲ ሓቀኛ ዛንታ ዘቕርቦ ንሎሚ እውን ሓንቲ ሓቀኛ ዛንታ ሒዘልኩም መጽየ ኣለኹ። እዛ ዛንታ ሓፍትና ሓደ ሓደ ክነገር ዘይተደለየ ከም ዘለዎ ኮይኑ እቲ ንሕና ክንመሃረሉ ዘለና ብቐሊል ክረእ ዘይክእል ዛንታኣ ከተካፍለና ምብቃዓ ግን ክትምስገን ይግባኣ። ኣብ ናይ ምንባር ህይወት ቀለም ስለ ዝጸሓፍካ ጥራይ ምሁር ወይ ብዙሕ ዝፈልጥ ክትበሃል ኣይከኣልን። ናይ ህይወት ነገር ብዙሕ እንተተመኪርካ ካብ ሓቀኛ ፍጻመታት እንተተማሂርካ ህይወትካ ዝተመሓየሸት ክትከውን ትኽእል። ምክንያቱ ህይወትና ክንመርሕ ብቀመር ኣርቢሕና ኣጉዲልና ደሚርና ገለ ዝብል ኣብ ናይ ማሕበራዊ ህይወትካ ኣምር የብሉን።

ሰላም ክቡራት ኣሕዋተይ ኣሓተይ ብመጀመርታ ሰላምታ ናይ እግዚኣብሄር ክብለኩም ይደሊ ቀጺለ ኣነ ነዚ ዛንታይ ክነግር ደስ ኢልኒ ቁስለይ ክጎዲ ኢለ ኣይኮንኩን እንታይ ደኣ ኩላትኩም ኣሕዋተይ ብፍላይ ከዓ ደቂ ኣንስትዮ ክትመሃራሉ ስለ ዝደለኹ እየ ዝኸበርኩም ሰማዕቲ ናይ ብርዒ ሽመይ ዊንታ ይበሃል ነቲ ኣብ ህይወተይ ብቐሊል ክሕክኽ ዘይክእል ብፀሓዮ እንተይልካ ዘይተርፍ ጉዕዞ ህይወተይ ከዘንትወልኩም ናብ ስደት ዳርጋ ብንእስተይ ጓል ዓሰርተ ሰለስተ ዓመት ከለኹ'የ ወጺኤ። ፈለማ ስደት ዝረገጽኩላ ሃገር ሱዳን'ያ ነይራ። ኣብ ሱዳን ብዙሕ ኣይጸናሕኩን ንኡጋንዳ ከይደ። እቲ ወጻኢታት ኣብ ሞያ ትኸፍለለይ ነይራ። ኣብ ካምፓላ ኣትየ ውሑድ ዘይብሃል ግዜ ምስ ተቐመጥኩ ብናይ ሓሶት መርዓ ተመርዕየ ንኤውሮጳ ንክኸይድ ንሓደ ኣብ ሆላንድ ዝቕመጥ ወዲ ረኸቡለይ። ኩሉ እቲ ወጻኢታት ድማ ኣሞይ ምስ ገለ ቤተሰብ ኮይኖም ይሽፍንዎ ነይሮም። ኮይኑ ግን እቲ ዝተጀመረ ናይ ሓሶት መርዓ ክሰልጥ ምስ ተቓረበ እቲ ናይ ሓሶት መርዓ ጌርለይ ዝነበረ ወዲ ሓድሽ ሓሳብ ብምምጻእ ናይ ሓቂየ ክምርዓወኪ ዝደሊ ኢሉ ነቲ ተጀሚሩ ዝነበረ ፕሮሰስ ክዓናቕፎ ጀመረ። ኣነ ሕራይ ኢለ ኣብቲ ዝደልዮ ምስ በጻሕኩ ክጠልሞ ይኽእል ኔረ፣ ግን ዘይፈልጦ ወዲ ናብኡ ምስ ከድኩ እንታይ ይገብረኒ ዘይፈልጥ ብዓቢኡ ድማ ጥልመት ዓቢ ሓጢኣት ከም ዝኾነ ፈሊጠ ትምህርቲ ሰንበት እናተመላለስኩ ከምኡ ዓይነት ስጉምቲ ክወስድ ኣብ ህይወተይ ክቐንዓኒ ከም ዘይክእል ተረዲኡኒ ነቲ ሕማቕ ነገር ክስዕቦ ኣይደለኹን። እዚ ከምዚ ክብለኒ እቲ ወዲ ግን ነሞይ መታን ምስኡ ከይትሰሓሓብ ኣይነገርክዎን ነይረ። ኣብ ዩጋንዳ ከባቢ ኣርባዕተ ሓሙሽተ ዓመታት ተቐሚጠ ብምንባረይ እቲ ናይ ሓሶት መርዓ ክሰምር ከም ዘይክእል ተረዲእኒ። ንዝኾነ ቤተሰበይ ከይነገርኩ ሓደ ሓደ ሰባት ተሓባቢሮምኒ ብጁባ ገይረ ናብ ሱዳን ከይደ። ሱዳን ምስ ኣተኹም ጉዳይ ናይ መንገዲ እየ ዝሓስብ ነይረ ምኽንያቱ ናብ ሱዳን መኸይደየ ምኽንያት ብሊብያ ጌርካ ንኤሮጳ ንምእታው ዕላማ ስለ ዝነበረኒ ከም ሓሳበይ ኮይንለይ ድማ ንሊብያ ተበገስኩም። ጉዕዞ ሳራ ከም ኩሉ ብፍላይ ከኣ እቶም ብኡ ዝሓለፍና ከም ንፈልጦ ኣዝዩ መሪርን ንምዝካሩውን ዘስካሕክሕዩ። ናይ ኣጋጣሚ ኣብ ጉዕዞ ከለና ቅድሜና ሓሊፋ ዝነበረት እያ መስለኒ ዓባይ ናይ ፅዕነት ሰባት ፅዒና ዝነበረት መኪና ተገልቢጣ ብዙሓት ሰባት ሞይቶም ፀንሑና ወትሩ ካብ ዓይነይ ዘይርሕቃ ሰለስተ ኣዋልድ ትንፋሰን ሓሊፉ ፍርቂ ነብሰን ብሑፃ ተቐቢሩ ብዓይነይ ረኣኽወን ብጣዕሚ ሰንቢደ እንኮይ ዶ ብዘሕዝን ኣጋጣሚ ህይወት ሰብ ሓሊፉ ብዓይነይ ርእየዮ ንእሽተይ ደም ወፂኡ ኸማን ነብሰይ ከም ገለይ ዝገብረኒ ስድራን መቕርብን ናይቶም ህይወቶም ዝሓለፉ ርእየ ኣብ እእምሮይ ቅጅል እናበለኒ ድሮ ንብዓተይ ክውሕዝ ጀሚሩ ነበረ። ወዲ ሰብ ነዛ ንኽነብር ኢሉ ኣብ ዚኣትዎ ዘይፍትኖ ነገር የብሉን። ገሊኡ ይሰልጦ ይኸውን ድሕሪ ክንደይ ቃልሲ፣ ገሊኡ ድማ ንቡር ሓመድ ድበ ከይረኸበ ዕምሩ ትሓጽር። ስንባደይ ኣብ ከብደይ ጸይረ መንገድና ቀጸልና። ነዊሕ ምስ ተጓዓዝና ንኽንሸይን እታ ብዕጽፍታት ካብ ንቡር ሰብ ጽዒና ዝነበረት ዓባይ ናይ ጽዕነት መኪና፣ ደው ኢላ እቲ ዝሸይን ሸይኑ ክንብገስ እናተሰቐልና ሓደ ካብቶም ኣስገርቲ ሱዳናውያን ኣብ ቅድሚት ማለት ኣብ ጋቢና ከእትወኒ ንዒ ኣብዚ እተው ኢሉ ጸውዓኒ። ኣነ ከኣ ኣብቲ ግዜ እቲ ኣይበሰልኩን ግዲ ነይረ ነገር ዘይምፍላጥ ተወሲኽዎ ዝሓሸ ቦታ ክረክብ ክኣቱ ተደናደንኩም። ገለ ኣወዳት ከይትኣትው እናበሉ ቀስ ኢሎም ተዛረቡኒ። ኣነ ኣብቲ መጀመርታ እኳ ተሓዋዊስኒ እንተ ነበረ፣ ጸኒሑ ግን ቀልጢፉ ስለ ዝተረድኣኒ፣ መርወይ ስምዒቱ ከይከውን ገጸይ ኣሲረ ኣይደልን በልክዎ። ነቲ ናይተን ዝሞታ ነብሲ ርእየ፣ ኣብ ነብሰይ እውን ዘተዓርቕ ኣብ ዘይብለይ ፈተነ ከም ዝተሓስበለይ ምስ ረኣኹ፣ ስንባደን ፍርሕን ተሓዋዊስኒ ነይሩ።

መሪር ጉዕዞ ሳራ ተወዲኡ ሊብያ ኣተና። ኣብ ሊብያ እውን ዓመጽን ሰብ ምግፋዕን ልሙድ ኮይኑ ጸንሓኒ። ብሓይሊ ናይ ሰምሰርቲ መግቢ ትሰርሕ፣ ክዳን ትሓጽብ፣ ሕማቕ ኣጋጣሚ እንተበጺሒካ ድማ ክሳብ መርወይ ስምዒቶም ትኸውን። መቸም ነዚ ዛንታ ዘይፈልጥ የለን። ኣምላኽ ይመስገን ግን ከቢድ ዝበሃል ፈተነ ከይሕለፍኩ መሬት ሊብያ ተፋንየ ናብቲ ዝቐጸለ ናይ ባሕሪ ጉዕዞይ ከሳልጥ ኣብ ባሕሪ ከንሳፍፍ ጀመርኩ። ኣእዊኻ ረዳኢ ኣብ ዘይብሉ ኣቦይ ኣዴ ኢልካ ኣባይካ ዝብለካ ዘይብሉ ኣንቃዕሪርካ ሰማይ የማን ጸጋም ጠሚትካ ዘይውዳእ ባሕሪ ሕማቕ ኣየጋጥም እናበልካ ኣብ መሬት ምንባርና ዓቢ ጸጋ ምዃኑ ሽዑ እዩ ዝስወጠካ። ነታ ረጊጽካኒ ዘይትብለካ መሬት ክትረግጽ ድማ እምብዛ ንፈጣሪኻ ትልምን። ጸሎት ናይ ድኹማት ፍጥረቱ ግዲ ሰሚዑ ፈጣሪ ብሰላም ዓዲ ጥልያን ኣተና። ካብ ዓዲ ጥልያን ከምቲ ብዙሕ ሰብ ዝገብሮ ኮፍ ከይበልኩ ኣነ እውን ናይ ኣጋጣሚ ኮይኑ ናብ ጀርመን የምሪሐ። ኣብ ጀርመን እውን ብሰላም ህይወተይ ክመርሕ ጀመርኩ። ድሕሪ ዓመትን ገለን ኣቢሉ ይኸውን ኣሞይ ምስ ሓንቲ መሓዛኣ ተዘራሪበን ግዲ ኔረን ምስ ሓደ ኣብ ካናዳ ዝቕመጥ ክምርዓውኒ ከም ዝሓሰባ ትነግረኒ። ኣነ ግን ይመሃር ስለ ዝነበርኩ ትምህርተይ ክውድእ ደሓር ከርክበሉ ከም ዝኽእል ነጊረያ። ኣሞይ ንሓዳር ዝደሊ ሰብ ኢና በለት ክእምን ዝኽእል ዘረባ ምስ ነገረትኒ፣ ኣነ ከኣ ትምህርቲ ሰንበት ብምንባረይ እንተደኣ ናይ ሓዳር ሰብ ኮይኑ ስሩዕ ሓዳረይ ገይረ ክነብር ብምሕሳብ ሕራይ ኢለያ። ቴለፎን ተለዋዊጥና ከነዕልል እውን ጀሚርና። እቲ ካብቲ ካልእ ፍልይ ዘብሎ ርክብና ንሱ ካባይ ብዕድመ ኣዝዩ ዓቢ ምንባሩ እዩ። ኣነ ፍርቂ ናቱ ዕድመ ከማን ኣይኣኸልኩን ነይረ። ኣብ ኣርባዓታት ዕድመ ዝረገጸ ብምንባሩ ኣብ ናይ ዕድሜና ፍልልይ ከይተሓሳስበኒ ኣይተረፈን። ኣብ ናትና ባህሊ ግን ሓድሽ ነገር ከም ዘይኮነ ስለ ዘስተውዓልኩ ማዕረ ክንድኡ ኣይካበትኩዎን። ብኸምዚ እውን ብዙሕ ግዜ ተደዋዊልናን ብቪድዮን ነዕልል ኔርና። እዚ ኮይኑ ግን ኣብ ገዝኡ ክኸውን ከሎ ዘይኮነስ ኣብ ስራሕ ምስ ኣተወ ጥራሕ እዩ ዝዝውለለይ ኔሩ። ኣብ ገዛ ከሎ እንተደዊለሉ ኣይቅበለንን እዩ። እቲ ምኽንያት እንታይ ከም ዝኾነ ኣይፈልጥን ኔረ፣ ክሓቶ እውን ኣይከኣልኩን። ኣብቲ ብቴሌፎን ነዕልለሉ ዝነበርና ኣጋጣሚ ኣብ ዓዲ ጥልያን ተራኺብና ሕጽ ክንገብር ሓሳብ ኣምጺኡ። ምስ ኣሞይ ምስታ ንዕኡ እትፈልጥ ማለት እታ ነሞይ መሓዝኣ ተዘራሪብና መዓልቲ ፈሊናሉ። ኣብቲ ንደዋወለሉ ኣብ ዝነበርና ግዜ እታ ኣብ ሕማቕን ጽቡቕን ካብ ጎነይ ዘይትፍለ መሓዛይ እውን ትረኽቦ ነይራ። ኮይኑ ግን ገለ ዘስተውዓለትሉ ነገር ግዲ ነይሩዋ። ምንትሽ መሓዛይ ኣይትሓዝለይ ደኣ እምበር እዚ ወድስ ጥዑይ ኣይመስለንን ጥዑይ ጌርኪ ምፍላጡ ከድልየኪ እዩ ትብለኒ ነይራ ኣነ ግን ፍርቃ ፍርቂ ኮይነ ጥዑይ ከይከውን ከይከስሮ ሰጊኤ እቲ መሓዛይ ዝበለቶ ከዓ ሽለል እኳ እንተዘይበልክዎ ግን ብኸመይ ክፈልጦ ከም ዝኽእል ወላ ሓንቲ መፍለጢ መንገዲ ኣይነበረንን ኮይኑ ተሪፉ ብኣካል ምፍላጥ ይሓይሽ ኢለ ናብ ዓዲ ጥልያን ዝኸደሉ መዓልቲ ኣቋመትኩ

ናብ ዓደ ጥልያን ዝኸደሉ ግዜ ቀሪቡ ስለ ዝነበረ እቲ ዘድልየኒ ዝበልክዎ ነገራት ኣብ ምጥርናፍ እኳ እንተነበርኩ ጎኒ ጎኒ ግን እንታይ ምዃነይ ውሽጠይ ባዶነት ይስምዓኒ ነይሩ። እንተ ናይ መሓዛይ ምኽሪ እንተ ኣብ ዘይፈልጦ ዓዲ ናይ መጀመርታ መገሻይ ብዓቢኡ'ውን ኣብ ህይወት ብዙሕ ተመክሮ ስለ ዘይነበረኒ፣ ንነገራት ከመይ ተዓጻጺፈ ክወጾም ይኽእል ፍርሒ ዝተሓወሶ ስምዒት ሓሳባተይ ይብሕቶ ነይሩ። ምስቲ ኣብ ቤተክርስትያን ጽቡቕ ይመላለስ ዝነበርኩ፣ ከም ሓሳበይ ጉዳይና ኣብ ቃል ኪዳን እንተ በጺሑ ንሱ'ውን ፍቓደኛ እንተ ኾይኑ ብተኽሊል ክምርዖ'የ ዝደሊ ነይረ። ኣብ ትምህርቲ እውን ፅቡቕ ውፅኢት የምፅእ ብምንባረይ ትምህርተይ ብሰላም ተድኣ ወዲኤ ዝሓሸ ስራሕ ክረክብ ካብቲ ቀዳማይ ሕልመይ እዩ ነይሩ። ምስቲ ክኸውን ተሓሲቡ ዝነበረ ናይ መርዓ ጉዳይ ግን መፈፀምትኡ ከመይ እዩ ክኸውን ሓዳርና ገይርና ኣነ ናብ ካናዳ ድየ ክኸይድ ወይስ ካልእ ኣማራፂ ክርከብ ነገራት ምስተወድኡ ዝምለስ ሕቶ እዩ ነይሩ። መዓልታት ብመዓልታት እናተተኻኽኡ ዝብገሰላ መዓልቲ ኣኸለት። ንሱ ቀዲሚኒ ኣትዩ ብምንባሩ፣ ምስቲ ኣብ ዓዲ ጥልያን ብዙሕ ዓመታት ዝተቐመጠ ሓዉ ክቕበሉኒ እሞ ናቦመይ ክወስዱኒ ምዃኖም ምስኡ ተዘራሪብና ኔርና። እቲ ዘድልየኒ ዝበልክዎ ንብረት ጠራኒፈ ነታ ዝፈትዋ መሓዛይ ተፋንየያ ናብ ናይ መጀመርታይ ናይ ኣየር ጉዕዞ ከሳልጥ ናብ ኤርፖርት ኣምራሕኩ። ሰዓት ምብጋስ ኣኺሉ ናብ ዓዲ ጥልያን ኣቕኒዓ ኣብ ደበናታት ኣንሰፈፈት። እቲ ጉዕዞ ብኣየር እካ ብጃልባ ባሕሪ ሊብያ እኳ ብዓሰርተ ኢድ ዝሓይሽ እንተኾነ እቲ ምፍራሕ ግን ኣይተረፈን። ድሕሪ ናይ ሰዓታት ጉዕዞ ብሰላም ዓዲ ጥልያን ኣተና። ኣብቲ ናይ መቐበሊ ኣጋይሽ ንሱን ሓዉን ተቐበሉኒ። ካብኡ መግቢ ከብልዑኒ ኢሎም ናብ ሓደ ቤት መግቢ ዘለዎ ሆቴል ወሰዱኒ። ኣብኡ'ዉን ብሓንሳብ ተደሪርና። ድሕሪ ድራር ኣነ ናብ ኣሞይ ክወስዱኒ ይጽበ ስለ ዝነበርኩ ንኸድሉ ግዜ እናተጸበኹ ናብ ኣሞይ እባ ንኺድ በልክዎም። ክልቲኦም እናተጠማመቱ እቲ ክምርዓወኒ ዝሓሰበ። ሕጂ ናይ ኣሞኺ ቴሌፎን ኣብያትና ስለ ዘላ ብዘይ ብኡ ኸኣ ካብ ዘለናዮ ርሑቕ ስለ ዝኾነ። ክመሴና እዩ ኣብዚ ሆቴል ክንሓድር ኢና ምስ በለኒ ዝሕዞን ዝጭብጦን ጠፋኣኒ እንታይ ደኣየ ዝገብሮ ኣብ ዘይፈልጦ ዓዲ ናበየ ዝኸዶ ዝፈልጦ እንተዝኸውን ኣነ ብዚ ክሓድር ኢለ ኣብ ደስ ዝበለኒ ሆቴል ይኹን እንዳ ዝፈልጦ ምሓደርኩ ነይረ ኣብታ ሰዓት እቲኣ ግን ናበየ እሞ ክኸይድ ኣማራፂ ዝበሃል ኣይነበረንን እንተኸፍአ ነናትና ክፍሊ ክንሕዝ ከም ንኽእል ሓሲበ ክንድቲ ብውሽጠይ ዝፈራሕክዎ ብትርኢተይ ኬንጻባረቅክዎ ስቅ በልኩ። ኮፍ ኢልና ከለና ንሱ ናበይ ከም ዝኮነ ክምልስ የኢልና ምስ ሓዉ ገዲፍና ከይዱ። ድሕሪ ሓሙሽተ ደቂቅ ኣቢሉ ይከውን ምስ ተመልሰ። ንኪድ እሞ ብመንገዲኪ ጸኒሕኪ ክተዕርፊ ኣለኪ። ኢሉ ንብረትና ንክንሕዝ ነገረኒ። ነተን ብኢደይ ክሕዘን ዝክእል ቦርሳ ሒዘ ዝተረፈ ባዕሉ ሒዝዎ ንሓዉ ተፋኒናዮ ንሱ እናመርሓኒ ናብ ሓንቲ ክፍሊ ኣተና እንተረኣኽዎ ኩነታቱ ምሳይ ዝሓድር ይመስል። እንታይ ደኣ ነናትና ክፍሊ ዘይትሕዝ ዝነበርካ? ኢለዮ። እንታይ ጸገም ኣለዎ ብሓንሳብ እንተኾንና? እናዕለልና ብሓንሳብ ንሓድር። ገለ ዝሓሰቦ ስለ ዝነበረ'ዩ ቀዲሙ ንኽልቴና ሓንቲ ክፍሊ ሒዙ ጸኒሑ። ክሳብ'ታ ሰዓት እቲኣ ኣማራጺ ከም ዘይብለይ ፈሊጠ ንነብሰይ የተዓሻሽዋ ነይረ። ከመይ ኢለ'የ ክሓድር? ዝኾነ ነገር ኣብ ልዕለይ ይፍጽም'ዶ ይኸውን? ምዃን ኩሉ ናተይ ሓሳባት ይፈልጦ'ዩ። ብንቡር ቃል ኪዳን ክኣስር ከም ዝደሊ፣ ምስቲ ብዕድመ ዓቢ ምንባሩ ከም ናይ ስምዒታውያን መንእሰያት ዝኾነ ነገር ኣብ ልዕለይ ክፍጽም ይኽእል'ዩ ኣብ ዝብል መደምደምታ ኣይበጻሕኹን ነይረ። ኮይኑ ግን ካብ ምፍራሕ ኣዲወዓልኩን። መቸም ደስ ከይበለኒ ናብዚ ዓራት ደይበ ሕቖይ ሃብክዎ። ንሱ የዕልል እባ በለኒ። ኣነ ግን ደኺመ ስለ ዝነበርኩ ከዕርፍ ከም ዝደለኹ ነጊረዮ። ኮይኑ ግን ካብቲ ዝፈራሕክዎ ከይወጻኹ ናብ ነብሰይ ክጽጋዕ ጀመረ። ክቐርቦ ከም ዘይደለኹ ከርእዮ ኢለ ክጽግዓኒ ከሎ ካብኡ ንምርሓቕ ካብታ ዝደቀስክዋ ሓሊፍካ ናብ መሬት ተውድቐካ ዓራት ነብሰይ ዝሓብእ ዘለኹ እናመሰለኒ ፍሕትሕት ክብል ጀመርኩ። ወይከ! ለውጢ የለን። መመሊሱ ይጽግዓኒ ነይሩ። ነቲ ዝሓሰቦ ዝነበረ ፍቓደኛ ከም ዘይነበርኩ እናነገርክዎ፣ ዝሓሰቦ ክፍጽም ጉዳይ ስምዒቱ ክገብር ክሰምዓኒ ኣይከኣለን። ኩሉ ነገራት ዳርጋ ብሓይሊ ክገብሮ ጀመረ ክዝክሮ ነፍሰይ ዝጸልኣሉ ነገራት ኣብ ልዕለይ ፈጺሙ ኣበይ ከም ዝረኣየ ዘይፈልጦ ብንቡር ዘይኮነ ብዘይንቡር ተራኺብኒ ብክብረት ዝነበረት ድንግልናይ ብዘይ ክብረት ዘለዎ ብዘይ ነበሩ ቃል ኪዳን መብስቦ የፍቅረኪ እናበለ ብፍጹም ክኸውን ዘይደለኽዎ ነገር ኣብ ልዕለይ ፈጸመ ኣይተሓደር ሓዲረ ንፅባሒቱ ናብ እመይ ከይድና ኣነ ግን ፅቡቕ ኣይነበርኩን ዋላ ንእመይ ከምቲ ተፈላለና ዝተራኸብናዮ ፅቡቕ ገይረ ከዛረባ ይኹን ክዕልላ ኣይከኣልኩን ንሳ እውን ብቴሌፎን ከምኡ ኣይትፈልጠንን እያ ነይራ ፅቡቕ ይዕልላ ብመጠኑ እውን ይዋዘያ እያ ነይረ ኩነታተይ ደስ ስለ ዘይበላ እንተ ደኣ ዝሕልኪ ኣይተዓኽ እንዲኺ ኢላትኒ ብዛዕባ እቲ ዘጋጠመ ክነግራ ግን ከመይ ኢለ ክነግራ ኩሉ ነገር ኣብ ውሽጠይ ጸይረ ስቕ ኢለ ክዳውንተይ ኣብ ላውንድሪ ክሕጸብ ኢላ ዝረስሐ ክዳውንተይ ሃበኒ ምስ በለትኒ ሃብክዋ ናይ ኣጋጣሚ ግን ከም ገለ ክትብል ደም ዝተጸየቐ ክዳነይ ረኣያቶ ገለ ሕማቕ ነገር ኣጋጢሙ ከም ዝኽእል ከም ዝጠርጠረት ካብ ገጻ ተረዲኦዮ ግን እንታይ እዩ እዚ ኢላ ሕቶ ኣቕረበትለይን እቲ ናይ ቤተሰብ ምልላይ ከምቲ ተሓሲቡ ዝነበረ ዳርጋ ተፈጺሙ እዩ። ኮይኑ ግን እቲ ምስኡ ምሕዳር ኣይገደፍክዎን። ንምንታይ ትብሉኒ ከም ዘለኹም ርግጸኛ እየ፣ ሓቅኹም ኢኹም። ግን ከምቲ ኣነ ዝሓሰብክዎ ስለ ዘይሓሰብኩም እዩ። ብሓቂ ተጋግየ እየ። ካብ ኣጋጠመ ግን ደሓን ምስኡ ካብ ጀመርክዎ ምስኡ ይኹነለይ ሓዳረይ ህይወተይ ኢለ ብምሕሳብ እየ ጌጋ ኣብ ርእሲ ጌጋ ዝፍጽም ነይረ። ኣብቲ ብሓንሳብ ኣብ ዝነበርናሉ ግዜ ብዙሕ ግዜ ይድወሎ። ናይ ጽሑፍ መልእኽቲ ይመጾ ነይሩ። ሓንሳብ ሓንሳብ ድማ ነቲ ዝመጾ ቴክስት እናረኣየ ረኣይያ፣ እዚኣ የፍቅረኪ'ያ ምሳይ ተመርዖ እናበለት'ያ ትርብሸኒ ትውዕል። እዚኣ ጥራይ ኣይኮነትን ብዙሓት ኣለዋ፣ ኣነ ግን ምሳኺ'የ ክምርዖ ዝደሊ ይብለኒ ነይሩ። ብኸምዚ ዝተወሰነ መዓልታት ምስኡ ሓዲረ፣ ዝተረፈ ከኣ ምሰ'ሞ ይሓድር ነይረ። እንተኾነ ግን እቲ ተሓሲቡ ዝነበረ ሕጸ ምስቲ ዝነበረን ናይ ግዜ ሕጽረት፣ ንሱ እውን ጉዳይ ኣለኒ ስለ ዝበለ እቲ ዝነበረ ግዜ ንሌላ እኹል ስለ ዝኾነ ኣብ ዝቕጽል ብዝያዳ ጉዳይና ንውድእ ዝብል ገለ ገለ ዘረባ ምስ መጸ ብኸምኡ እቲ ተሓሲቡ ዝነበረ ናብ መዓልቱ ዘይተፈልጠ ተሰጋጊሩ ንሱ ቅዲምኒ ናብ ካናዳ ተመሊሱ ኣነ እውን ድሕሪ ዝተወሰነ መዓልታት ናብታ ዝነበርክዎ ሃገር ተመሊሰ። ኣብቲ ዝሰዓበ ህይወት ድማ ደሓን ብዝኾነ ንደዋወል ኔርና። ድሒሩ ግን ከምቲ ዝቐደመ ብኣይ ምግዳስ እናቋረጾ መጺኡ። ምቁራጽ ጥራሕ ዘይኮነ ክሓርቀለይ ሸለል ክብለኒ ጀሚሩ። ምስ ሰማይ ምስ ተደዋወልና እውን እቲ ቅድሚ ሕጂ ዝገበረንን እቲ ኮይንዎ ዘሎን ነገርኩዋ። ኣሞይ ጽቡቕ ኣይተሰመዓን። ተቐይማትለይ ዓጽያትኒ ኣይትድውለለይ ኣይድውለላ ሱቕ ተበሃሂልና እንታይ እሞ ኣነ ንኹሉ ዝሓሸ ክኸውን ኢለ ብዓቕሊ ዝጽበ ነይረ ኣሞይ ዋላ ንጽቡቐይ ኢላ ተምጻለይ ደኣ እምበር ብዛዕብኡ ብዙሕ ዘይትፈልጦ ነገር ነይርዋዩ ከም ሓቂ ከኣ ዋላ ተኾርየለይ ኣነየ ተበዲለ ድሕሪ መዓልታት ክዓጽወኒ ቴሌፎን ምቕባል ክኣብየኒ ጀሚሩ እንታይ ከም ዝገብር ጨኒቕኒ ህይወተይ ፋሕፋሕ ክብል ክርድኣኒ ጀመረ ኣብ ትምህርተይ ደሓን ዝነበርኩ ጠቕላላ ሓሚቐ መምህረይ ክሳብ ንበይነይ ጸዊዓ እንታይ ትኾኒ ኣለኺ ቅድሚ ሕጂ ከምዚ ነበርክን ንፍዕቲ ኔርኪ ትብለኒ ኮይነ። ናይ ትምህርተይ እቲ ናይ ካልእ እውን ደሓን ዝኾነ ምኾነ ሃንደበት ኣብ ህይወተይ ዝኸፍአ መርድእ ሰማዕኩላ ጸላ መዓልቲ ዝብላ ንምእማኑ ዘጸግም መርድእ ሰሚዐ ጸገማት ኣብ ልዕሊ ጸገማት ክደራረቡኒ ምስ ረኣኹ ንጸገም ድየ ተፈጢረ ክሳብ ዝብል ኮይነ እታ ኣብ ኩሉ ህይወተይ ካብ ጎነይ ዘይትፍለ ዝነበረት ዝኾነ ኮይነ ቀዲመ ዝዕልላን ዘማኽራን ናይ መጀመርታ እምንቲ መሓዛይ ዝብላ ሕጂ ክገልጾ ብዘይደሊ ምኽንያት ካብዚ ዓለም ብሞት ተፈልያትኒ መን እዩሞ ከጸናናዓኒ ካልኦት ዝቐርበን መሓዙት ዘይብለይ ቤተሰብ ዘይብለይ ኣደዳ ጭንቀትን ብክያትን ኮይነ ተሪፈ መዓልታት ምስ ተቖጽረ ይትረፍ ተቐቢሉ እንተ ሕማቕ ክምልስ እንተ ከጓዓብዓለይ ተሪፉስ ሕሉፍ ሓሊፍዎ ከይትድውልለይ ኣነ ህይወተይ ክመርሕ ጀሚረ ኣለኹ ህይወት ክመርሒ ኢልኒ እንታይ ከም ዝገብር ጨኒቕኒ ኩሉ ህይወተይ ፋሕፋሕ ኣቢልዎ ሓሳባተይ እናረኣኽዎ በኒኑ ኣጋጣሚ፣ ሓደ ኣብ ዩጋንዳ ኣብ ትምህርቲ ሰንበት ዝፈልጦ ዝነበርኩ ወዲ፣ ንሕጂ ሽሙ ይተዓቀበለይ፣ ሓንቲ ናቱ፣ ማለት ናይቲ ክምርዓወኒ ዝሓሰበ ናይ መርዓ ስእሊ ሼር ገይሩ ረኣኹዎ። ሃንደበት ኰይኑኒ ብጣዕሚ ሰንቢደ። ነቲ ኣብ ዩጋንዳ ዝፈልጦ ዝነበርኩ ወዲ ዋላ ምስኡ ብዙሕ ኣይንጸሓሓፍ፣ እቲ ዝረኣኹዎ ግን ስቕ ኢለ ክሓልፎ ዘኽእለኒ ኣይነበረን። ብቴክስት ገይረ'ውን እቲ ጉዳይ እንታይ ምዃኑ ክፈልጥ ሓቲተዮ። ካብቲ ዝፈራሕክዎ ኣይወጻኹን። እቲ እዚ ኹሉ የፍቅረኪ'የ ምሳኺ'የ ክምርዖ ዝብለኒ ዝነበረ በዓል ክልተ መልሓስ፣ ምስታ ንነዊሕ ዓመታት ዝፈልጣ ዝነበረ ከይተመርዓዉ ነዊሕ ብሓንሳብ ዝጸንሑ ይምርዓዋ ከም ዘሎ ፈሊጠ። እንታይ'የ'ሞ ክብል ንመን'የ'ሞ ክኸስስ? ክብረይ፣ ሓሳበይ፣ ድሌተይ፣ ናይ መጻኢ ህይወተይ ኩሉ ምስ ተወጃበረኒ፣ ብጀካ ብጣዕሳ ውሽጥኻ ክሳብ ዝነድድ ምጉሃይ እንታይ ዝመጽእ ለውጢ ክህሉ? ንመን እየ ክራገም? ንነብሰይ ወይ ነተን ዘማጻለይ ወይስ ንዕድለይ? ኣብ ገዛይ ኮይነ ኩሉ ነገር ገዲፈ ብኽያት ንብኽያት ኮይነ። እታ ኩሉ ነገረይ ዝነበረት መሓዛይ እዚ ኩሉ ኢላትኒ ከም ዘይነበረት ዝሰዓበ ህይወተይ ከይረኣየት ተፈልያትኒ። ንሳ እንተ ትህሉ ከማን ከም ቀደማ ምስ ኣረጋጋኣትኒ ኔራ። ንሳ ግን ገዲፋትኒ ርሒቓ። ዝተደራረበ ጓሂ ኮይንኒ ምጻሩ ሰኣንክዎ።

ኣምላኽ ይመስገን ካብቲ ዝነበርክዎ ቁሩብ ሒሽኒ ቀስ እናበልኩ ሂወተይ ክመርሕ ጀመርኩ። ነሞይ ወላ ሙሉእ ብሙሉእ ናተይ ጌጋ ኣይኹን ፈትየ ዝገበርክዎ ነገር ኣይሃልወኒ ንዝጊት ዓሞ ኢለ ይቕሬታ ኢለያ ከም ቀደምና ግን ኣይኮናን ኣሞይ ምስታ መሓዛኣ ከም ዝተባእሳ ፈሊጠ እቲ ክምርዓወኒ ዝሓሰበ ጨካን ፍጥረት ድማ ድሒረ ከም ዝሰማዕክዎ ዘዋር ነታ ዝተመርዓዋ ውን ወላ ናይ ነዊሕ ሌላ ይሃልዎም ንገንዘብ ኢሉ ከም ዝተመርዓዋ ብዕድመ ውን ዳርጋ ክንድኡ ምዃና ኣረጋጊጸ። መቸም ክንደየናይ ከይቀንዖ እዚ ኩሉ ሂወተይ ኣባላሹ ንኹሉ ዝርኢ ፈጣሪ ኣሎ ሕጂ ቆለጥጥቖ ዘረባ ከይመስል እምበር ብዙሕ ግዜ ሓስዩ ምስ ገለ ቤተሰቡ ኣባኢስኒ ኔሩ ንነዊሕ ክሳብ ድሕሪ ሞተይ ዝጠመተ መንገደይ እውን ንዘይውድኦ ነገር ኣተዓናቒፍኒ ብሓደ ኣብ ናትካ ክሊ ዕድመ ዝርከብ እንተዝኸውንሲ ዋላ ጽቡቕ ኣይኹን ግን ናይ ንእስነት እኳ ትብሎ ንሓደ ኣቦኻ ክኸውን ዝቐረበ ሕማቕን ጽቡቕን ኣጥዕዩ ዝፈልጥ ከምዚ ክገብረካ ግን ብጣዕሚ እዩ ዘስደምም። ለካ ንኽፉእ ግብርስ ዕድመ ቀይዲ የብሉን። እንተ ኣነ ተመስገን እናበልኩ ይነብር ኣለኹ። እንተ እቲ ጸሊም በሰላን ሕማቕ ጉዕዞ ህይወተይ ግን ካብ ኣእምሮይ ከመይ ክሕከኽ። ዝኸበርኩም ኣሕዋት ብፍላይ ደቂ ኣንስትዮ ካብዚ ናተይ ፍጻሜ ተመሃራ።

ዝኸበርኩምንን ዝኸበርክንን ተኸታተልቲ ናራ ብሮስ ኢንተርቴመንት ሓቀኛ ዛንታ ናይ ሓፍትና ዊንታ ክብሪ ጓል ዘይፈልጥ ኣብዚ ተዛዚማ ኣላ ከምዚ ዓይነት ዛንታ ምናልባት ገለ ገለ ሰባት የለን ኢልኩም ትሓስቡ ትኾኑ ግን ከም ዘሎ ክትኣምኑ ጥራሕ እየ ዝደሊ ኣብ ገለ ገለ ከማን ናይዛ ናይ ሓፍትና ዊንታ ኣተዓባብያ ናይ ስድራኣን ኣማውታ መሓዛኣን ክንገር ዘይተደለየ ግን ከኣ ውሽጥኻ ዝጎድእ እዩ ኔሩ ክንደይ ኣሕዋትና ከምዚታት ዓቕሚ ነብስኻ ዝፈታትን ምስ ረኸቡ ክሳብ ነብሰ ቅትለት ዝበጽሑ ኣለዉ። ሓፍትና ግን ኣምላኽ እናረድኣ ንሳውን ብዓቕማ ንህይወት እናተቓለሰት ኣብ ደሓን ኩነታት ትርከብ። ንሕናውን ከም ሰብ ንሳ ከማን ዛንታኣ ከይበቐቐት ነጊራትና ንሕና ብዓቕምና ነዚ ሕልማ ሓሳባታ ፋሕፋሕ ዘበለ ጉዳይ እናረኣና ሰሚዕና ወይ ርኢና ስቕ ኢልና ክንሓልፍ ሕልናና ዘፍቅደልና ኣይመስለንን። ኣብ ዝቕጽል ህይወታ ንዕኡ እናዘከረት ናብ ዘይተደለየ ጭንቀት ከይትኣቱ ንመጻኢ ህይወታ ዝጠቕማ ሞራል ንሃባ። ዝኸበርኩም ሰማዕቲ ድሕሪ ዝተወሰነ መዓልታት ጌጋ ዘርእስታ ብሕቡእ ካብ ቤት ማእሰርቲ ተደዊሉ ዝተዓለለኒ ሓቀኛ ፍጻመ ብመልክዕ ትረኻ ማለት ዛንታ ከቕርባ ምዃነይ በዚ ኣጋጣሚ ክሕብረኩም ይፈቱ። ንሓፍትና ዊንታ ዝሓለፈ ናይ ህይወታ ሕማቕ ኣጋጣሚታት ትከሓሰሉ ግዜ የምጻላ። ከምቲ ልሙድ ደገፍና ይፈለያ ኣብ ዝቕጽል ብሰላም የራኽበና ብሩኽ ቅነ።